ሃሎ ኣልስቲ ዘመን ህርሴት ቪልኮመን ስማይን ካናል ሰላም ተኸታተልቲ መደብና ከመይ ኣለኹም ኣነ ኣማን ፅቡቅ ኣለኹ ንስኹም ከዓ ከማይ ክትህልው ናይ ውድ ተስፋ እዩ እዚ ዘቅርበልኩም ዘለኹ መደባት ሓጋዚ ኮይኑ ክትረኽቦ ተስፋ ኣለኒ ሓጋዚ ኮይኑ ተረኪብኩሞ ሼር ላይክ ሰብስክራይብ ኣይትግደፉ ዝኾነ ይኹን ርእይቶ ወይ ንቀፌታ ተለኹም ከዓ ኮመንት ፀሓፍለይ ትህውኒ ምትብባዕ ከምስኩም ክኹም ክሓልፍ ኣይደልን እየ ብሓንሳእ ተሓጋጊዝና ከዓ ፅቡቅ ተለውጢ ከነምፅእ ተስፋ ይገብር ሕጂ ዳይሬክተር ናብቲ ትምህርትና ክንኣቶ ናይ ሎሚ ትምህርትና ካብ ቴማ ፉኑት ኮይኑ እዚ ሓምሻይ ኣርእስቲ ማለት እዩ ፍርቅያስ ሬግሉን እንዲ ፍርሃልተ ንብል ኣሎ ናብኡ ክንኣት ኢና ምክንያቱ ይኣትወኒ ስለ ዘሎ ናይ ግድን ፍሬኑ ክሕዝ ኣለኒ

ኩሉ ግዜ ሁፐን ጌጋ እዩ ምክንያቱ ሁፐን ማለት ክላግ ምግባር ማለት እዩ እዚ ቢቢብ ምባል ማለት እዩ እሱ ከዓ ኩሉ ግዜ ሁፐን ዘሎ ጌጋ እዩ መልሲ ኣይኮነን ክላክ ወሊዐ ዳይሬክትሊ ይሓልፍ ይብል ኣሎ እዚ ጌጋ እዩ ኢሽ ብሽሎይኒገ ኢሽ ብሽሎይኒገ ብል ኣለካ እዚ ከዓ ብሽሎይኒገ ማለት ከዓ ፍጥነትካ ምውሳኽ ማለት እዩ ፍጥነት ተወሲኻ ከዓ ሓደጋ ክፍፀም እዩ እዚ ከዓ ጌጋ እዩ ኣውዝቤርተን ክብላይ ሕጂ ትሪእዋ ኣለኹም ሬሽቲሽ ኢላትንላ ኣብዚ ላዕሊ ቁኑዕ ኣለኹም ኣቲ ኔክስተ ፍራጋ ክብላ ስባይተ ፍራጋ ሓሊፍና ኣለና ሕጂ ኣብዚ እውን እዛ ፊልም ንርኣያ ይኸይድ ኣለኹ ብክልተ ሸነኽና ንተዓዘብ ሰባት ይሓልፉ ኣለዉ በዓል ሞቶር ሳይክል ተሪኢኹሞ ኮንኩም ብድሕረይ ይመጽእ ኣሎ ኣብዚኣ ተሓዊስኒ ኣሎ ኣነ ቀይ ደው ኢለ ኣለኹ ቀጠልያ ኣይኮነትን ዘላ ማለት እዩ ናብ ብጫ በጺሓ ኣላ እታ ሴማፎሮ በዚ ከኣ በዓል ሞቶር ሳይክል ጥቃይ ተጸጊዕኒ ኣሎ ኣስተውዕል ሕጂ ብኩሉ ግዜ ብቅድሜኻ ብድሕሬኻ ብጎናኻ ክትርኢ ኣለካ ብድሕሬኻ ብዛ ኣብዚ ዘላ መስትያት ኣብኣ ክትርኢ ኣለካ ማለት እዩ ብድሕሬ በዚ ይመጽእ ኣሎ

ኣውፍ ዳስ ሞቶሮራት። ኣውፍ ዳስ ሞቶሮራት ትብል ኣላ እዚኣ ቅንዕቲ ማለት እዩ ሪሴሽ ማለት እዩ ምክንያቱ ሞቶሮራት ጥቃይ ተጎዝጊዙ ኣሎ ክብገስ ከኣ ስለ ዝኾነ ነቲ ተበጊሰ ሓደጋ ክፍጸም እዩ ሕጂ ንበዓል ሞቶሮራት ክጥንቀቀሉ ይግበኣኒ ማለት እዩ
ኣውፍ ዴን ጌግን ፈርኬያ። ኣውፍ ዴን ጌግን ፈርኬያ፣ ጌግን ፈርኬያ ማለት ከኣ ብኣንጻርካ ትመጽእ ዘላ ማኪና ማለት እዩ፣ ብቕድመይ ትመጽኣኒ ዘላ፣ ኣንጻረይ፣ ናባይ፣ ትመጽእ ዘላ ማኪና ብቕድመይ፣ እሱ ከኣ ጌግን ፈርኬያ ይበሃል፣ ብቕድመይ ግን ማኪና የለን፣ እንተላ እውን ኣብ መንጎና ገፊሕ ቦታ እዩ ዘሎ፣ ብዙሕ ኣጸጋሚት ኣይኮነትን ንዓይ። ኣውፍ ዴን ፉስጌንጋ ትብል ኣላ፣ ፉስጌንጋ ከኣ ፍርቂ መገዲ በጺሑ ኣሎ፣ ኣብኡ ከኣ ስጋ ነቲ መገዲ ዝውድኡ ከኣ ኩሉ ግዜ ክጽበዩ ኣለኒ ማለት እዩ። ኣብ መንጎ እዚኦም ነዚኦም ክልተ ሞተራትን ፍኩስ ጌንጋን ነዚ ብእግሩ ዝኸይድ ዘሎ ሰብን ነታ በዓል ሞቶን ንክልቲኦም ክጥንቀቐሎም ይግብኣኒ ማለት እዩ። ኣውዝቬርተን ክብላ ረሽቲ ሲላትኒ ናብ ኔክስተ ፍራገ ከይድና ኣለና ሕጂ እዛ ድሪተ ፍራገ በፂሕና ኣለና ቪድዮ ኩሉ ግዜ ከም ደልኮም ከነስተውዕል ይግባኣና ቅድሜና ድሕሬና ጎንና ንኸይድ ኣለና ኣብዚ ባውሽ ተለ ኣሎ ብጎነይ ሰብ በዚ ይመፅእ ኣሎ ቀያሕ ፀኒሓ ጉሪን ትመፅእ ኣላ ማለት እዩ እዞም ሰባት ኣብ ዘሎ ቅድመይ ትርእይዎ ተለኹም ኣብዚ ቅድመይ ትርእይዎ ተለኹም እሽታው ኣሎ መካይን ደው ኢለን ኣለዋ ክንደግማ ንኽእል ኢና እዞም ሰባት በዚ ይመፁ ኣለዉ ግን ጠጠው ኢሎም ኣለዉ ምክንያቱ ሴማፎሮ ቀይሕ ፀኒሑ ናብ ቀጠልያ ተቀይሩ ኣሎ ተቀይሩ ኣሎ። ኣብዚ ቅድሜና ከኣ ባው እሽታው ኣሎ መካይን ጠጠው ኢለን ኣለዋ ብብዝሒ መካይን ኣለዋ ደው ኢለን ኣለዋ ሕጂ ኣነ ንቅድሚት ምሕላፈይ ወላ ቀጠልያ ሃለወኒ እምበር ነዚ ናተይ ቀዳምነት ክሕሰሞ ይግባእኒ ምክንያቱ ውሽጢ ተኣትየ ነዘን ብጎኒ ዝመጻ መካይን ክዓጽወን እምበር ትርጉም የብሉን ኣብዚ ውሽጢ ኣትየስ ትርጉም የብሉን ስለዚ ናብ ትሕቶ ክንሓልፍ ኢና ፎርትፋረን ኢለያ

ፍራይ ክግደፍ ኣለዎ ተኾነ ናጻ ቦታ ክትገጥፎ ኣላካ ኣብዚ ተኾነ ማኪና ክትኣቱ ይፍቀድኒ ምክንያቱ ኣምፕላንስ ተመጽያ ተኾነ ሓደጋ ተጋጢሙ ኣምፕላንስ ተመጽያ በዚ ማእከል መገዲ ስለ ተብል ማእከል ናጻ ክግደፍ ኣለዎ ስለዚ እዚ ጌጋ እዩ እታ መልሲ እዛ ካልኣይ ትጥረያ ኣውስቬርተን ክብላ ሬሽተሽ ኢላትኒ ማለት እዩ ንኸይድ ናብ ኔክስተ ፍራገ ንኸይድ
Welches Verhalten ist richtig? Welche Verhalten ist richtig ትብለኒ ኣላ ካብዚ ኣይናይ ኣገባብ እዩ ቅኑዕ ትብለኒ ኣላ ኣብዚ ንረ ኣነ ክዕፀፍ ደልየ ኣለኹ ኣብዚ ማኪና ጠጠው ኢላ ኣላ ኣብዚ ኣነ ከዓ በዚ ገፀ ይኸይድ ኣለኹ እዛ በዚ ደላ ስሉስ ኩርናዕ ንዓይ ከዓ እንታይ ይብለኒ ኣሎ ተፀበ ንካልኦት ቀዳምነት ሃብ ይብለኒ ኣሎ ማለት እዩ ንኸይድ ሕጂ

ነዛ ሲ ኣብዚ ዘላ ሺልድ ነዚኣ ኣብዚ ዘላ ታቤላ ማለት እዩ ስለዚ ኸዚ እሽ ዳርፍ እንታ ብኣኽቱም ድያ ፈርክያስ ሳሽንን ኣቢ ግን ይብላ ኣሎ ማለት እዩ ንዕኡ ተዓዚበ ክኸይድ ኣለኒ ይብል ኣሎ እዚ ቅኑዕ ኣሎ ማለት እዩ እዛ ካልኣይ Ich darf erst abbiegen, wenn die Ampel grün zeigt.

ሕጂ እሱ ናይ ግድን ጠጠው ክብል እዚ በዓል ቀጠልያ ምክንያቱ እቲ ኣምፕል ጠጠው ኣቢልዎ ኣሎ እዚኣን ክልተ መልሲ ማለት እዩ

Mitt ኤህርታ ፎርዝሽቲ ሄራን ፋረን ጌግን ፋልስ ፎርፋርት ጌቨረን ይብለና ኣሎ ካብዚ እዚ እንታይ ማለት እዩ ተጠንቂቕካ ቀስ ኢልካ ትኸይድ ማለት እዩ እንተ መካይን ወይ ሰብ መፂካ ከዓ ንዕኦም ቀዳምነት ትህብ ይብለና ኣሎ ማለት እዩ ኣብዚ ሕጂ ኣብዚ ኣለና እዚኣ ጌልቢ ተቐይራ ኣላ ማለት እዩ ድሕሪኡ ናብ ሮት ወይ ጉሪንግት ጴረ ኣብ ጌል ብላ ማለት እዩ ኣና ሕጂ ንኣብነት ናብ ሮት ትቐየር ተላ ኮይና ኣብዚ ፍሬን እንተሒዝና ናብቲ ኣብቲ መስቀላዊ መገዲ ምስ ኣተና ኢና ደው ትብል ማለት እዩ ስጋ ደው ክትብል ትብልስስ ኦልሬዲ እታ ማኪና ኣብቲ መስቀላዊ መገዲ ክትበፅሓ ስለዚ ዶም ካብ ዶም ምባል ተጠንቂቅካ ምሕላፍ እዩ ተመራፂ እዚኣ ክንመርፅ ኢና ሕጂ እዛ ካልኣይቲ

እቲ ቀጠልያ እቲ ሴማፎር ቀጠልያ ምስ ኮነ ጥራይ ንየማን ክንዕጸፍ ንኽእል ትብለና ኣላ ማለት እዩ። እዚ ከኣ ጌጋ እዩ። እዚኣ ንዓና ትሕብረና ንየማን ክትዕጸፍ ትኽእል ኢኻ ግን ዝኾነ ሓደጋ ዘይትፍጽም ተኾንካ ማለት እዩ። ዝኾነ ሰብ ብኡ ተዘየለ ኮይኑ ዋላ እዚ ሴማፎር ቀይሕ ከሎ በዚ ትም ኢለ ክጥወ ይኽእል እየ በዛ ሓቢራትኒ ዘላ ትም ኢለ ክጥወ ይኽእል እየ። ግን ዝኾነ ሓደጋ ክፍፅም ዘይክእል እንተኾይነ ማለት እዩ ሕጂ እዚኣ ጌጋ ትኾን ኣላ እዛ ካልኣይቲ ከዓ Rechts abbiegen ohne anzuhalten Rechts abbiegen ohne anzuhalten ይብል ኣሎ ኖርማል ክዕፀፍ ይኽእል እየ ክጥወ ይኽእል እየ ጠጠው ኮ ይበልኩ ይብል ኣሎ እዚ ከዓ ጌጋ እዩ ምክንያቱ ዝኾነ ሰብ ክሓልፍ ተርእየ ወይም ዝኾነ ነገር ብኡ ክሓልፍ ተርእየ ክፅበይ ይግባኣኒ ማለት እዩ

እዚ ከኣ እንታይ ይብለና ኣሎ ማለት እዩ ንየማን ክዕፀፍ ይኽእል እዩ ከምዚ ዘልኩም ማለት እዩ ዝኾነ ሰብ ዘይክልክል ወይ ከዓ ሓደጋ ዘይፍፅም እንተኾይነ ኣብ ካልኦት ሓደጋ ዘይፍፅም እንተኾይነ ክዕፀፍ ይፍቀደኒ ይብል ኣለኹ እዚኣ እታ ቅንዕቲ መልሲ ረሽ ተሽኢላትና ኣላ ሕጂ ንማዚበን በፂሕና ኣለና

እዚ ቅኑዕ ማለት እዩ ኣልቲኒነ እንተዘይብልካ ኣብቲ ክረኣየልካ ትኽእል ቦታ በጺሕካ ቅድሚ እቲ ምጽንባርካ ወይ ከዓ ናብቲ መስቀላዊ መገዲ ምእታውካ ደው ክትብል ኣለካ
ኣንዲ ሃልቲኒነ ሃልቲኒነ እንተሎ ኮይኑ ኩሉ ግዜ ኣብ ሃልቲኒነ ጠጠው ክትብል ኣለካ Es muss nicht angehalten werden ዝብል ዘሎ እዚ ከዓ እዚ ከዓ ጌጋ እዩ Es muss nicht angehalten werden
ምክንያቱ ደው ከይትብል ትኽእል ኢኻ ደው ክትብል ከዓ ትኽእል ኢኻ ሕጂ ሙስ ግን ኣይኮነን ሙስ ንሽቲ ኢልዎ ኣሎ እዚ ጌጋ ገይራታ ዘላ ማለት እዩ ምክንያቱ ዝኾነ ሰብ ተመፂካ ወይ ዝኾነ ብኡ ዝሓለፍ ነገር ዘሎ ኮይኑ ጠጠው ክትብል ግዴታ ስለ ዘለካ ጠጠው ክትብል ኢኻ ስለዚ እዚአን ክልተ መልሲ ይኾና ኣለዋ ኣውስቬርትን ክብላ ርሽሽ ኢላትኒ ኣላ ንመኣኣኽት ክኸይድ እየ ሕጂ ኸኣ ሻሙነይቲ በጺሐ ኣለኹ።
Wie verhalten Sie sich in dieser Situation?
ከምቲ ልሙድ እንታይ ኣገባብ ትጥቀም ኣብዚ ኣጋጣሚ እዚ ትብለኒ ኣላ ኣብ ስሪዎ ኣለኹም ሺልድ ስቶፕ ኣሎ ኣብዚ እዚኣ ሴማፎሮ ጉሪን ትሕብረኒ ኣላ ኣነ ኸ በዚ ይመፅእ ኣለኹ ሕጂ ስቶብ ኣላ ኢለ ስቶብ ጠጠው ክብል ደይኮንኩ ምክንያቱ ሴማፎሮ ቅድሚ ሺልድ እዩ ሴማፎሮ ተዘይህልወና ነይሩ በዚ ሺልድ ወይ በዚ ታቤላ ምካድና ነይረ ሴማፎሮ ተለና ግን ታቤላ የድልየናኒ ሕጂ ነታ ኣምፕል ጥራይ ድሪኦኒ ናብ ትሕቶ ከይድና ኣንድያ ሃልቲ ሊነ ኣን ሃልተ ንብል ኣሎ እዚ ኣብዚ ኣብዚ ጻዕዳ ኣብዚ ሃልቲ ሊነ ጠጠው ክብል ኣለኒ ይብል ኣሎ እዚ ጌጋ እዩ ምክንያቱ ኣምፕል ንዓይ ቀጠልያ እያ ትሕብረን ዘላ ቀጠልያ ተለኒ ከዓ ሕለፍ ኢላ ተፍቅደላ የላ ማለት እዩ እዚ ጌጋ ዲክሮይስን ኦን ኣንስ ሃልተን ኢቫኩረን ንብል ኣሎ ማለት እዩ ኢቫኩረን ነጊረኩም እየ ብትግርኛ ዲክሮይስን ኦን ኣንስ ሃልተን ኢቫኩረን Evacuera ማለት ምስጋር ማለት እዩ። ሕጃ ነዚ መስቀላዊ መገደይ ከሰግሮ ይክእል እየ ጥጦ እኮ ይበልኩ ይብል ኣሎ እዚ ከኣ እቲ ቁኑዕ ኣንዲ ዝሽት ሊንየ ኣንሃልተን ይብል ኣሎ። ኣንዳ ዝሽት ሊንየ ኣንሃልተን። እዚ ዝሽት ሊንየ ማለት ኣብዚ ማለት እዩ። እዚ ከኣ ደው ክትብል ከለካ ከምዚ ጻዕዳ ሃልተ ሊንየ እንተዘይ ብልካ ኮይኑ ኣብዚ ዝሽት ሊንየ ኢካ ጠጠው ትብል ኣብቲ ክትርእየሉ ትክእል ቦታ ቀሪብካ ኢካ ደው ትብል። እዚ ግን ደው ስለ ዘይንብል ማለት ክንከይድ ስለ ዝፍቀደና ቀጠልያ ሓቢራትና ስለ ዘላ እዚኣ ጌገዛ ኣንዲ ዝሽትሊኒ ኣንዲ ዝሽትሊኒ ኣልሃልተን ዶላ እዚኣ ጌገ መልሲ ዝሃብ ማእከለይቲ ጥራይ ሪሽ ተሽኢላትንላ ንማኖይን ከይደ ኣለኹ ባስ ጊልቲ ህያ ይብለኒ ኣሎ ሕጂ ኸኣ ኣብዚ ኸኣ ኣይናይ እዩ ቫሊድ ዝኾነ ወይ ከዓ ኣይናይ እቲ ቁኑዕ ይብለኒ ኣሎ ማለት እዩ ኣብዚ ይመፅእ ኣለኹነ ኣምፕል ሮት ኣሎ በዚ ድዕጸፉ ጉሪን ሂባቶም ኣላ በዚ ትሪእዋ ኣለኹም እዛ ሽልድ ኣነ ግን ሮት ሂባትኒ ኣላ እንታይ ሕጂ ብዚ ቁንዕቲ ይብለና ይሓተኒ ኣሎ ክምልስ እየ ሊንክስ ኣቢጋ ዲርፈን ፋረን ይብል ኣሎ ማለት እዩ ንየማን ንፀጋም ዝዕፀፉ ክኸዱ ክጥወዩ ይፍቀዶም እዩ ይብል ኣለኹ ማለት እዩ እዚ ጌጋይ ምክንያቱ ሮት ጌራትልና ኣላ ክሓልፍ ኣይፍቀዶን እዩ

ሬስስ ኣቢጋ ድርፎም ፋረን ኢያ እዚ ቅኑዕ ማለት ኢዩ እዚኣ ትሪእዋ ኣለኹም ብየማን ኣብዚ ቀጠልያ ገይራትለይ ኣላ ኣብዚኣ ተመልከታ ዘለኹ ሕጂ እዚኦም ንኽጥወዩ ይፍቀዶም ማለት እዩ ኣውዝቤርተን ክብላ ሬሽሽ ኢላትኒ ንማ ሴን ይኸይድ ኣለኹ ሕጂ እዛ ፊልም ክንሪኣ ኢና ብክልተ ሸነኸይ እንዳተዓዘብኩ ይኸይድ ኣለኹ። ዓው ተቕድመይ ኣላ ማለት እዩ። ኣነ ብኣርብዓን ክልተን ገለ ይኸይድ ኣለኹ። ኣነ ሴማፎሮ ቀርቦ ከለኹ ሴማፎሮ ካብ ቀጠልያ ናብ ብጫ ትቕየር ኣላ ማለት እዩ። ፎርት ፋረን ክብላ እያ። እዛ ሴማፎር ትሪእዋ ኣለኹም ኣነ ይቐርብ ኣለኹ ብኣርባዓን ክልተን ይኸይድ ኣለኹ ፍጥነታተይ ኣርባዓን ክልተን ኣሎ ኣብዚ ሃልቲ ሊኒ ኣሎ እዚ ክስታይ ከዓ እዚኣ ሴማፎሮ ከዓ ካብ ቀጠልያ ናብ ብጫ ተቐይራ ኣላ ማለት እዩ ብድሕረይ ከዓ ኤልካቪ ኣላ ኣብዚ ሕጂ ደው ክብል ኣይክእልን እየ ምክንያቱ ኣርባዓ ስጋ ደው ድብል ጥራይ ካልኩሌት ተገይርኩሞ እቲ መገዲ ስጋይ ደው ክብል ጥራይ ኣብቲ መስቀላዊ መገድኻ ኣትየ፣ ብድሕረይ ከኣ ማኪና ስለ ዘላ ነታ ማኪና እውን ሓደጋ ክፍጽም ይኽእል እየ። ሕጂ እንታይ ኣገባብ ኣብዚ ትጥቀም ትብለኒ ኣላ? Wie verhalten Sie sich? ኣብ ብሬምዘን ቫይታፋረን ኣለዋ። ቫይታፋረን ማለት ቅድሚት ትም ኢልካ ምኻድ ማለት እዩ፣ ምቕጻል ማለት እዩ። ኣብ ብሬምዘን ከኣ ደው ምባል ማለት እዩ። ኣነ ሕጂ ቫይታፋረን ክብላ እየ። ረሽሽ ኢላትኒ ምክንያቱ ኣብ ብሬምዘን ደው እንተኢለ ከምዚ ትቕየር ኣላ ኢለ ደው ተኢለ ኣበይ ክበጽሕ ስጋ ጠጠው ትብል ማኪናይ ኣብቲ ማእከል ክትኣቱ ኣብቲ ክሮሽን ክትኣቱ ገለ ሓደጋ ክፍጽም እየ ወይ ከኣ ንድሕረይ ዘሎ በዓል ማኪና ከኣ ከጋጭወኒ ይኽእል እየ ማለት እዩ ከይረኣየኒ ከጋጭወኒ ይኽእል እዩ ሕጂ ከኣ ንማ ኤልፍ በጺሕና ኣለና ነምበር ዓሰርተ ሓደ በጺሕና ኣለና ኣብዛ ነምበር ዓሰርተ ሓደ ከኣ እዛ ስእሊ ነዚኣ ትመስል ሓንቲ ማኪና በዚ ትመጽእ ኣላ እዚኣ ጊግን ፈርክያ ትበሃል ብኣንጻርና ትመጽእ ኣላ ኣነ በዚ ክጥዎ ደልየ ኣለኹ ኣምፕል ጉሪና ኣሎ ማለት እዩ
ቫስኪን ታየር ብለና ኣሎ ማለት እዩ ወይ ኣይና እዩ እዚ ክኸውን ዝግበኦ ወይ ከዓ ዝፍቀድ እዩ ብለና ኣሎ ማለት እዩ Ich muss in der Kreuzungsmitte anhalten.

ቅድሚ እዚኣ እዚኣ ተዓጽያ ኣላ ማለት እዩ ኣብዚ ተሪኢኹማ ኣብዚኣ ሴማፎሮ ኣብዚ ተሪኢኹማ እንታይ ትብል ኣላ ንፀጋም ልዕል ፀፍ ሕለፍ ኢላ ትቦ ኣላ መገዲ ማለት እዩ ሕለፍ ኢሉ መገዲ በዚ ትብል ፀጋም ልዕል ፀፍ መገዲ ተሂባቶ ኣላ ኮይና ነዚ ከዓ ከልኪላቶ ኣላ ማለት እዩ ነዚ በዓል ማኪና ከልኪላቶ ኣላ ስለዚ ኣነ ክሓልፍ ፍቀደኒ እሱ ክሓልፍ ኣይፍቀዱን እዩ

ኩሉ ግዜ ኣብዚ እንተበጺሐ ኣብዚ ሴማፎር ከምዚ ዘሎ እንተበጺሐ የማናይ ዝዕጸፍ ሰብ ከይተጸበየ ክጥወይ ይፍቀዶ እዩ ነዚ ቀይሕ ከይተጸበየ ማለት እዩ እዚ ግን መኣስ እዩ ዝኸውን ንስኻ ንዝኾነ ሰብ ዘይትዓግት ተኾንካ ወይ ንዝኾነ በዓል ሳይክል ይኹን በዓል ማኪና ይኹን ወይ ገለ ሓደጋ ዘይተውድቐሉን ዘይትዓግቶ እንተኾይንካ ንስኻ ክትሓልፍ ይፍቀደካ ማለት እዩ። እዚ ሕጂ እሽ ሃልተ ፎር ዲያ ክሮይስን ኣን ይብል ኣሎ እዚ እያ ቅድም ደው ክብል ኣለኒ ድሕሪ እየ ክቕፅል ዘለኒ እሽ ደርፍ ኣፍ የደም ፋል እሽ ደርፍ ኣፍ የደም ፋርሽ ትራይፈን ረሽትስ ኣቢገን ይብል ኣሎ እዚ እዚ ካብ ዝኾነ ይኹን ፅርግያ ናብ የማን ክጥወይ ፍቀደኒ ይብል ኣሎ እዚ ጌጋ እዩ ኣነ ካብቲ የማናይ ፅርግያ ጥራይ ክጥወ ድፍቀደኒ

ክዓግት የብለይን ማለት እዩ እዜን ክልተ መልስና ይኾና ኣውስቬርተን ክብለ ሪሽሽ ኢላትኒ ኣላ ኔክስተ ፍራገ ከይደ ዓሰርተ ሰለስተ በፂሐ ኣለኹ እዛ ቪድዮ ንከታተላ እዛ ቪድዮ ቪድዮ ክትከታተሉ ከለኹም ኩሉ ግዜ ብየማንኩም ንብፀጋምኩም ባይ ደዛይተ ማለት እዩ ፎርነን ሂንተን ኩሉ ክተስተውዕልሉ ኣለኩም ሕጂ እዚኣ ቪድዮ ትሪእዋ ኣለኹም ክኸይድ ፀኒሐ ኣብዚ ከለኹ ግን እንታይ ትቕየር ኣሎ እቲ ሴማፎሮ ካብ ቀጠልያ ናብ ብጫ ተቐይሩ ኣሎ እዚ እትሪእዎ ዘለኹም ቦታ ንዓይ ይኣኽለኒ እዩ። ስጋ ደው ንኽብል ይኣኽለኒ እዩ። ስለዚ ኣብቲ ኣምፕል ከይበፅሐ ከሎ ደው ክብል ይኽእል እየ። ፎርት ፋረን ኢለያ ኣለኹ ሕጂ እዚ Wie sollten Sie sich verhalten? ቪ ዞልተን ዝዝሽ ፈርሃልተን ትብለኒ ኣላ ኣብ ብሬምዘን ን ቫይተፋረን ንሎ ኣብ ብሬምዘን ማለት ፍሬኑ ሒዝካ ጠጠው ምባል ማለት እዩ ኣብቲ ክስታይ ምስ በጻሕካ ኣብቲ ኣምፕል ምስ በጻሕካ ደው ክብል ኣለካ ትብል ኣላ እቲ ቫይተፋረን ካብ ምሕላፍ እዩ ኣነ ግን እኹል ቦታ ኣለኒ ኣብዚ ከለኹ ጥራይ ክሕዝ ተጀሚረ ፍሬኑ ኣብቲ ክስታይ ደው ክብል እየ ስለዚ ኣብ ብሬምዘን ክህሉ እየ ማለት እዩ ኔክስት ፍራግ ኣኹላ ዓሰርተ ኣርባዕተ ኣብፂሓትኒ ኣላ እዛ ፊልም ከዓ ሕጂ ብሓንሳእ ኮይና ንርኣያ ከምዚ ዘልኩም ብኩሉ ሸነኽና ክነስተውዕል ኣለና ማኪና በዚ ጎነይ ኣላ ማኪና ብድሕሪ ኣላ ሓንቲ ሰብ ካብ በዚ ትሰግር ትመጽእ ኣላ ትሪእዋ ኣለኹም ሓንቲ ሰብ ካብ በዚ ትሰግር ኣላ ወላ ካልኣይ ግዜ ክንደግማ ንኽእል ኢና ማኪና ብጎነይ ተሓልፈኒ ኣላ ሓንቲ ሰብ በዚ ትሰግር ኣላ ትሪእዋ ኣለኹም በዚ ትሰግር ኣላ እዛ ኣምፕል ከዓ ናብ ጌልብ ተቐይር ኣላ

እንታይ ክኸውን እዩ ነዚኣ ነዚ ሃልቲ ሊነ ሰጊረ ብዚ ከምዚ ኣብቲ ማእከል ናይቲ መስቀላዊ መገዲ ደው ክብል ስለዚ ቀስ ኢለ ክስታይ ክገብር ኣለኒ ስና ሕጂ ርሽትሻላ ናብ ኔክስተ ፍራገ ንሓልፍ ማለት እዩ

ቫስ ኢስት ሶ ሪክቲግ? ኣብዚ ሕጂ ከም ትብለና ዘላ ኣነ ንጸጋም ክዕጸፍ ደልየ ኣለኹ ብማዕረይ ብጎነይ ከኣ ሓንቲ ስትራሰባን ሓንቲ ባቡር ማለት እዩ ተኺላ ክትሓልፍ ደልያ ኣላ እዛ ናይ ጉድና ባቡር ተኺላ ክትሓልፍ ደልያ ኣላ ኣነ ከኣ ንጸጋም ክዕጸፍ ደልየ ኣለኹ ሕጂ እንታይ ክገብር ኣለኒ ትብለኒ ኣላ ማለት እዩ ሴሞፎር ንዓይ ቀጠልያ ኣርእይኒ ክዕጸፍ ከም ዘለኒ ማለት እዩ ባቡር ከኣ ከምኡ ቀጠልያ ኣለዋ ንቕድሚት ክትከይድ ደልያ ኣላ እዚ ሙሰንቫርተን ዝብል ኣሎ ጽቡቕ ኣለዎ ኣነ ጠጠው ክብል ኣለኒ ምክንያቱ እታ ስራ ሰባን ንቕድሚት ስለ ዝኾነት ኣነ ጠጠው ክብል ኣለኒ ጌገን ዛይቲገ ፈርሽቴንዲጉን ቫይል ካይነ ሬግል ብሽቴት ትብል ኣሎ።
ጌገንዛይቲገ ፈርሽቴንዲጉን ቫይል ካይነ ሬግል ብሽቴት። እዚ እንታይ ማለት እዩ ነንሕድሕድኩም ክትረዳድኡ ምክንያቱ ሕጊ ስለ ዘየለ ይብል ኣሎ ምስ በዓል ማኪና ምርድዳእ ማለት እዩ እዚ ግን ጌጋ እዩ ምክንያቱ እሱ ንቕድሚት ይኸይድ ኣነ ክዕፀፍ ስለ ዝኾንኩ ቀዳምነት ተኺሉ ዝሓልፍ ዘሎ እዩ ሳልሰይቲ ከኣ ዲ ሽትራሰባን ሙስ ዋርተን። ዲ ሽትራሰንባን ሙስ ዋርተን። እዚ ከኣ ጌጋ እዩ ምክንያቱ እሱ ንቅድሚት ይከይድ ኣሎ ንዕይ ይዕጸፍ ኣሎ። ቁንዕ ኢላትኒ ናብ ዓሰርተ ሽዱሽተ ይከይድ ኣሎ።

ሕጂ ኣይናይ እዩ እቲ ቁኑዕ ትብለን ዘላ ማለት እዩ ኩሉ ግዜ ኣብ የማን እንተለካ ኮይንካ ስቃካ ንጸጋም ክዕጸፍ ደልየ ኣለኩ ተኮይነ እዚ ኣረው ንዓይ እንታይ የፍቅደለይ ኣሎ ወይ ንቅድሚት ወይ ንየማን ክዕጸፍ ሕጂ በቲ ሕጊ ድምህሮካ ማለት እዩ ናብ ሃንደበት ናብ ጸጋም ክጥወ ኣይፍቀደንን እዩ ካብ የማናይ ናብ ጸጋም ክጥወ ይፍቀደንን እዩ ኣብ ዝተለኩ ኮይነ ጸጋም ከኣ ክዕጸፍ ደልየ ኣለኹ ተኾይነ ነዚ ጸጋም ምዕጻፍ ይገድፎ ወይ ንቕድሚት ወይ ንየማን ይጥወ ኣብ መገዲ ሽዕኡ ካልእ መገዲ ገይረ ኣብ ትመፅእ ዘሎ መስቀላዊ መገዲ ድየ ወይ ኣብ ካልእ መገዲ ገይረ ንፀጋም ይዕፀፍ እምበር ኣብዚኣ ንፀጋም ክዕፀፍ ሕጂ ኣይፍቀደንን እዩ ወላ ይኹን ኣነ ፀጋም ክዕፀፍ ይድለ ጸጋም ክዕጸፍ ግን ኣይፍቀደልንን ወይ ንቕድሚት ይኸይድ ወይ ከኣ ንየማን ተዓጺፈ መሊሰ ካልእ መዕጸፊ ንጸጋም እየ ዝደሊ ናኽረሽ ደስ ይብለኒ ኣሎ ናበይ ክትከይድ ትኸይድ ናበይ ክትከይድ ይፍቀደካ ስለ ዝብለኒ ዘላ ኣብ ኣብቲ የማናይ ሸነኽ ስለ ዘለኹ ናኽረሽ ይብለኒ ኣሎ ኣብዚ ይፍቀደኒ ንየማን ክዕጸፍ ይፍቀደኒ እዩ

Etwa 100 Meter vor ihnen wechselte die Ampel von grün auf gelb. Wie verhalten sie sich richtig ዝብለና ኣላ ማለት እዩ ኣነ በርባዓ ገሽብንድሽካይት ወይ ከዓ እቲ ፍጥነት ናተይ ኣርባዓ ነይሩ ከባቢ ዓሰርተ ሜትሮ ከዓ ካብቲ ኣምፕል ርሒቐ ኣለኹ እንታይ ገብር ይኽእል ትብለኒ ኣላ ማለት እዩ ክኸይዶ ኣለኒ ዋላ ጠጠው ክብል ትብለኒ ኣላ ኣብዚ ሕጂ ኣርባዕተ ኣለኹ ኮይነ

ዓሰርተ ሽዱሽተ ሜትሮ ከድልየኒ እዩ ቅድሚ እታ ኣምፕል ጠጠው ክብል ተኮይነ ፍሬኖ እንተሒዘ ካብዛ ዘለኹዋ ስጋ እታ ኣምፕል ዝበፅሕ ዓሰርተ ሽዱሽተ ተወሓደ ክፀንሕ ኣለዎ ኣብ መንጎይን ኣብ መንጎ እቲ ሴማፎሮን ስለዚ ዓሰርተ እኹል ኣይኮነን እንታይ ክገብር ኣለኒ ቫይታ ፋረን ክገብር ኣለኒ ኣብዚ ሕጂ ቫይታ ፋረን ንብላ ኣንሃልተን ጠጠው ምባል ማለት እዩ

ካብ ኣምፕል ርሒቐ ተለ ኮይነ ንዓይ እኹል እዩ ምክንያቱ ከባቢ ዓሰርተ ሽዱሽተ እንተውሓደ ዓሰርተ ሽዱሽተስ ንዓይ ይኣኽለኒ ሕጂ እንታይ ገብር ኣለኒ ብዚ ኣንሃልተን ክገብር ኣለኒ ሬሸሽ ኢላትንላ ኔክስተ ፍራገ

ዲ ኣምፕል ኣውፍመርክዛም በኡባክተን። ዲ ኣምፕል ኣውፍመርክዛም በኡባክተን ይብለኒ ኣሎ። ነቲ ሴማፎሮ ተጠንቂቅካ ክትዕዘቦ ኣለካ ይብለኒ ኣሎ ማለት እዩ። ምክንያቱ ናብ ብጫ ወይ ናብ ቀይሕ ከይቅይር ዝቁኑዕ ኣሎ። ኩሉ ግዜ ኣምፕል ክትዕዘቦ ኣለካ።

ኣነ ወላ ብሱሳ ይኺድ ቀልጢፈ ክሓልፎ ኣለኒ ይብል ኣሎ ማለት እዩ እዚ ኡባሽሪተን ዝብሃል ኩሉ ግዜ ጌጋ እዩ ኡባሽሪተን ዝብሃል ጌጋ እዩ ነቲ ናትካ ገደብ ገይሮምልካ ዘለዉ ፍጥነት ክትሓልፎ ኣይፍቀድኒ ሕጂ እዚ ቶምቦ ሊሚት ኡባሽሪተን ዝብል ዘለዎ ኩሉ ግዜ ጌጋ እዩ ወላ ብሽሎይኒ ግን ካብዚ ጌጋ እዩ

ክሓልፍ ኣለኒ እዚ ከኣ እቲ ቅኑዕ እዩ ኣውዝቤርተን ክብላ ርሽትሽ ኢላትኒ ኣላ ናብ ዒስራን ከይድ ኣለኹ ሕጂ መበል ዒስራ በፂሕና ኣለና እዛ ስእሊ ከም ዝትመስል ኣብዚ ብጫ ኣላታ እቲ ሴማፎሮብ ዝረኣይዎ

እታ ኣምፕል እታ ሴማፎሮ ሕጂ ናብ ካብ ቀጠልያ ናብ ብጫ ተቐይራ ኣላ ንስኻ ከዓ ንፀጋም ክትዕፀፍ ደሊኻ ኣለኻ እንታይ ክትገብር ኣለካ ከም ፀጋም ተዓፃፋይሲ እንታይ ክትገብር ኣለካ ትብለኒ ኣላ ማለት እዩ ሕጂ እታ ኣምፕል ተቐየር ተላ ኮይና ክፅበ ጥራይ የደለኒ ምክንያቱ ክሓልፍ ኣይፍቀደንን እዩ ኣነ ካብቲ ኣምፕል ርሒቐ ኣለኹ ስጋ ወዲ በጽሕ ኣብዚ ጠጠው ክብል እየ ሕጂ እሽሙስ ኣንሃልትን እየ ክብል ማለት እዩ ርሽሽ ኢላትንላ ናብ ዒስራ ሓደን ክኸይድ እየ

ነቲ ሴማፎረይ ድሕሪኡ ታቤላይ ድሕሪ እዚ የማናይ ቅድሚ ጸጋማይ ማለት እዩ። ካልኣይ Unter keinen Umständen። Unter keinen Umständen ዝብል ኣሎ እዚ ከኣ ኣብ ፈጺሙ ቀይሕ ክስገር ኣይግብኦን እዩ ይብል ኣለኹ እዚ ከኣ ጌጋ እዩ ፖሊስ ተሎ ኮይኑ ፖሊስ ሕለፍ ተይልኒ ክሓልፍ ይፍቅደኒ

ዝመጻ እተለዋ ኮይነን ንዐን ቦታ ንምሃብ ይብለኒ ኣሎ እዚ ከኣ ቅኑዕ ማለት እዩ ብድሕረይ ዝኾነ ናይ ኣምቡላንስ ወይ ናይ ፖሊስ ተመጽያትና ኮይና ቦታ መሕለፊ ተዘይብላ ኮይኑ ቦታ ንክህባ ነቲ ቀይሕ ክሰጉሮ ይፍቀደኒ እዩ ኣውዝቬርተን ክብላይ ሬሽተሽ ኢላትኒ ኣላ

ሓደ ፖሊሳይ ብኣምታ ሓደ ፖሊስ ኣብቲ ጽርግያ ኮይኑ ንስኻ ኪድ ንስኻ በዚ ጠጠወ ንስኻ ጽናሕ ድብል ተሎ ኮይኑ እቲ ይኹን እምበር ዋላ እቲ ሴማፎሮ ዝሰርሕ ተሎ ኮይኑ ኣይናይ እቲ ቁኑዕ ትብለኒ ኣላ ማለት እዩ ኣይናይ እቲ ሕጋዊ ትብለኒ ኣላ
Die Zeichen des Polizeibeamten Die Zeichen ዲሻሽን ደስ ፖሊሳይ በኣምተ ንብለን ኣሎ እቲ ምልክት ናይቲ ፖሊስ ይብል ኣለኹ እዚ እሱ እዩ ከም ደልኩም እዩ ቀዳምነት ፖሊስ ይቕድሚ ሴማፎሮ
Die Lichtzeichen der Ampeln.
Die Lichtzeichen der Ampeln ንብለን ኣሎ እዚ እዚ ጌጋ እዩ ፖሊስ ከሎ ኣምፕል ኣይትርእን ኢኻ ፖሊስ ከሎ ንፖሊስ ጥራይ ኢኻ ክትዕዘብ ዘለካ Die Vorfahrt regeln den Verkehrszeichen. Die Vorfahrt gewähren den Verkehrszeichen ንብሎ ንሎ እዚ ኸዓ ታቤላ ማለት እዩ። እቲ ታቤላ መን ቀዳም ንደሎ ደሕብር ማለት እዩ። እዚ ኸዓ ጌጋ እዩ። ንስኻ ንመን ክትርኢ ኣለካ? ንፖሊስ ክትርኢ ኣለካ። ኣውዝቬርተን ክብላ እየ ርሽቲ ሲላትኒ ንሎሚ ኣዳሊልና ዝነበርና መደብ ነዚ ይመስል። ኣብ ቀጻሊ ካብዚ ዝትሓሸ መደብ ሒዝና ክሳብ ንመጽእ ሰሰናዩ ካልኣይ ክፋል ናይዚኣ ሒዘልኩም ክመጽእየ ኣብ ዝመጽእ ዕስራን ሰለስተን ሕቶታት ክንርኤ ኢና እተን ተሪፈናና ዘለዋ ካብ ኣርብዓን ሓምሽተን ዕስራን ሰለስተን ሕቶታት ተሪፈናና ኣለዋ እዘን ዕስራን ሰለስተን ኣብ ድመጽእ ወዲኤ ከኣ እዚኣ ቴማ ፍኑፍ ማለት እዩ ክንውድኣ ኢና ሰሰናዩ